እንሆ ሎሚ ብጸላኢ ኮፍ ኢሉ መክር ፈታው ነብሱ ዘይጽገብ ዘይሓፍር ብዱን ሓሳብ ኣየእቱ ኣየውፍር
ሰላም ሰላም ሕዋት ከመይ ትውዕሉ ኩሉ ሰላም ኮነልኩም ተስፋ እንዳገበርኩ ኣብዚ ቻነል እዚ ሳብስክራይብ ክትገብሩ ከ እንዳዘኻኸርኩ ናብቲ ናይ ሕጂ መደብ ከብለኩም ይርጋኣለም ጌታቸው ትማሊ ምስ ሶሎ ሜድያ ኣብ ዝገበሮ ቃለ መሕተት እቲ ኣብ ትግራይ ብዛዕባ ሰልጠነ ሓሲብዎ ነበረ ዝተዛረቦ ሰሚዕኹምዎ ትኾኑ ኢኹም
ክላ እኮ ይወፅዋ ሰልጠነ ኣብ ትግራይ መፂ ከሎ እኳ ኣብ ምንታይ ጎሪሒለይ ሰለስተ ጋርዲ ገይሩ እዩ ዝኸይድ ነይሩ ሰለስተ ጋርዲ ዕጡቓት ገይሩ እዩ ዝኸይድ ነይሩ እምበር ተወዲኡሉ ነይሩ ተወዲኡሉ እዩ ነይሩ ሰለስተ ሚእቲ ድዩ ገለ ከፍሎም ንመዓልቲ ንሓደ ሰብ ሰለስተ ሚእቲ ዶላር እንታይ ደኣ እዚ ማጨው ክኸይድ ከሎ ገለገለ ተሓዝ ተወዲኡሉ እዩ ነይሩ ተወዲኡሉ ሓመዱስ ኣብዚኣ እያ ነይራ ተወዲኣትሉ እያ ነይራ እግዚኣብሄር ግን ኣይፈፀማን ኣይፈፀማን ኣብ ኣፍንጭ እየ ዘለኹ እዛ ኩላ ምንቅስቃስ ክገርመካ ኣብ ኣፍንጭ እየ ንቀሳቀስ ነይረ እዚኣ ከምዚኣ ገይራ ትጣዕሰኒ የለን በር ተወዲኡሉ ነይሩ ተወዲኣትሉ እያ ነራ ግን እግዚኣብሄር ዶ ወዲ ኣይወደእታን እምበረይ ደሓን ርሑቕ ኣይኮነን
ሕጂ ያ ከምዚ ትሰምዖ ዘለኹ ማለት እዩ ሰልጠነ ዓሚ ልክዕ ከምዚ ሕጂ ዝሓለፈ ጥምቀት ንትግራይ መፂ ከሎ ይርጋለም ጌታቸው ከቕትሎ ከምዝሓሰበ ወይ ከጭውዮ ከምዝሓሰበ እዩ ዝዛረብ ዘሎ ሕጂ ንዓይኳ ስቕ ኢሉ ዘረባ ሓቂ ኮይኑ ኣይተሰምዐንን ኣብቲ ዝነበረ ኩነታት ክርእዮ ከለኹ ስቕ ኢሉ ሕጂ የርጋኣለም በዚ ዘሎ ናይ ፅምዶ ኩነታት ተሃላሊኹ ገለ ናብ በዓል ሶሎ ሜድያ ከይዱ ኩሉ እዚ ካብ መጀመርያ ዋላ ኣብቲ ናይ መድህን መፅኢ ክልተ ግዜ ዝተዛረቦ እዚ ሕጂ ኣብዚ ናይ ሶሎ ሜድያ ገለ መፅኢ ዝዛረቦ ዘሎ ስቕ ኢሉ ናይ ኣላፋቻ ሓሶት ኮይኑ እዩ ዝስምዐኒ ንዓይ እምበር ቅድሚ ዓመት ከምዚ ሓሳብ ነይርዎ ኢለ ኣይሓስብ ነይ ግን እንተኾነ ግን እዚ ጉዳይ እዚ ከዓ ብዛዕባ ሰልጠነ ጥራይ ኣይኮነን ወይ ከዓ ይርጋኣለም ሽዑ ይሕሰቦ ኣይሕሰቦ ሽዑ ሓቂ እምበር ኣይምበር ሕጂ ከምኡ ሓሳብ እንተለዎ ከማን ወይ ከዓ ዘጣዓሶ እንተኮይኑ ዕድል እንተዝረክብ ሲ ሎሚ ከምኡ ክገብር ዝደሊ እንተኮይኑ ከምዚ ትዛረቦ ዘሎ ማለት እዩ እሞ ከኣ ኣብ ሜድያ ወጺኡ ተጠሊዑ ከምዚ ምዝራቡ እዚ ገበን እዩ ብሕጊ ከኣ ክሕተት ይጽውዕ ማለት እዩ ያ እዚ ብዛዕባ ሰልጠነ ጥራይ ዘይኮነ ወይ ከኣ ሽዑ እውን ሓሳብ ነይርዎ ድዩ ኣይነበሮን ጥራይ ዘይኮነ ወላ ሎሚ ከምኡ ሓሳብ እንተሎ ኣብ ትግራይሲ ነዚ ዘሎ ኩነታት መዝሚዙ ንድላይ ሰብ ከጭውይ ወይ ከዓ ከቕትል ዝኽእል ይመስሎ እንተኾይኑ ኣብ ትግራይ ኮይኑ እዚ ሰብ እዚ ናይ ሕጊ ኣካላት ብሕጊ ክሓቱ ክሓትዎ እየ ዘዘኻኽር ወይ ከዓ ዝፅውዕ ማለት እዩ ያ ምክንያቱ ኣብ ትግራይ ነዚ ዘሎ ኩነታት ተጠቂምካ ድላይካ ሰብ ከተጭውይ ወይ ከዓ ከተቕትል ዝመስለካ እንተኾይኑ ገበን እዩ ነዚ ከዓ ብሕጊ ክሕተተሉ ንፅውዕ ማለት እዩ ያ እዚ ብዛዕባ ሰልጠነ ጥራይ ኣይኮነን ኤንወይ ስምዖም
በትን በትን ክንራኸብ ኢና ስምዒት ሓዊስና ንዛረብ ከይንህሉ እምበር ተወዲኣትሉ እያ ነይራ ሸዓ ይምሊጥለይ ተወዲኣትሉ እያ ነይራ ተወዲኣትሉ ኣምላኽ ምስክረይ ግን እንድዒ ኣምላኽ ፅናሕ ኢልዎ በቃ ፅናሕ ኢልዎ እምበረይ ተወዲኣትሉ እያ ነይራ ተወዲኣትሉ እያ ነይራ ብዙሕ ሰባት ይበዲ ብዙሕ ስድራ የቐይሙ ብዙሕ ስድራ ይቀይ ኖኖ ድሓን ኖኖ ርግጸኛ የብለካ ኣለኹ እንዶ ሕጂ ርግጸኛ ኣብቲ ደለዎ እየ ክኸዶ ዘይክእል እምበር ኣብ ካልእ ኣብዚ የትን ኣብዚ ኸዶ ኣፍሪቃ ኹን ኣብ ገለ ኹን መራኽብ ኣለዎ ንሰብ ኢትዮጵያ ግን
ክነግረካ ይርጋ ዓርከይ ሕጂ ንዓስካ ኣብ ትግራይ ከም ዘለካ መጠን ቁርብተይ ጥንቃቐ ከድልየካ ሕጂ ማለት ሰላም ኢልካ ስለ ንሰላም ከዓ ኩሉ እዩ ዝጻባኣ
ሕጂ እንታይ ኣሚኑ እዩ ከምዚ ዝዛረብ ዘሎ ኣይፈልጥን እየ ግን ዘረባ እዚ ማለትሲ እንታይ እዩ ኢሉ ናይ ስምዒት ጥራይ እውን ክኸውን ኣይክእልን እዩ ገበን እዩ እዚ ዝዛረቦ ዘሎሲ ገበን እዩ ትግራይ ዓዲ ሸፋቱ ክቕይራ ኣብ ትግራይ ጭወያ ክተኣታተው ሰብ ድላዩ ድላዩ ኣብ ልዕሊ ሰብሲ ድላዩ ገበን ክፍፅም እሱ ከኣ ከምኡ ክገብር ከም ዝኽእል እንድዩ ዝዛረብ ዘሎ። ስለዚ ናይ ሕጊ ኣካላት ነዚ ሰብዚ ከምቲ ክንብሎ ዝጸናሕና እዚ ጉዳይ እዚ ብዛዕባ ሰልጠነ ጥራይ ኣይኮነን። ኣብ ሰልጠነ እንተዘይገይርዎ ኣብ ካልእ ሰብሲ ክገብሮ ዝኽእል እየ፣ ኣብ ዝደለኽዎ ሰብ ክገብሮ ይኽእል እየ እዩ ዝብል ዘሎ። በዚ ንሰምዖ ዘለና ማለት እዩ። ስለዚ እዚ ሰብ እዚ ብሕጊ ክሕተት ደጊመ እየ ዝኣኽል ኣይ ዶንት ኖ ይርጋኣለም እንታይ ኣሚኑ ኣይፈልጥን ምናልባት ኣብ ብሰንኪ ዘሎ ኩነታት ናብ ሻዕብያ ሎሚ ክምለስ ስለ ዝደለየ ብዙሕ ብዙሕ ዘድልን ዘየድልን ክዛረብ ኢና ንሰምዖ ዘለና እንተኾነ ግን እዚ ስኢል ቀሊል ዘረባኻ ኣይኮነን ገበን እዩ ስለዚ ያ ብሕጊ ክሕተት ከዘካክር ደሊ ማለት እዩ ካልእ ቅድሚ ገለ መዓልትታት እውን ማንስ ኣብ ትግራይ ብዙሕ ፅቡቅ የለን እቲ ኩነታት ከምዚ ዓይነት ተርእዮታት ከዓ ክተባባዕ ኣይግባኣን እዩ ዝኾነ ሰብ እውን ገበን እንተለዎ ጉዳዩ ብሕጊ ክረአ ብቤት ፍርዲ ክሓልፍ ናይ ሕጊ ኣካላት ክበፅሕዎ እምበር ስቕ ኢሉ ኣብ ኤርትራ ከምዚ ሓለፍቲ ናይ ኤርትራ ከም ጀነራላት ናይ ኤርትራ ዝገብርዎ ጭወያ ኣብ ኤርትራ ኣብ ትግራይ ክተባባዕ ኣይግባኣን እዩ ዝኾነ ሰብ ዘለዎ ገበን ብዘየገድስ ሕጋዊ መስርሕ ጥራይ እዩ ክሓልፍ ዘለዎ፣ ብቤት ፍርዲ ከኣ ጉዳዩ ክረኣ ክኽእል ኣለዎ ማለት እዩ። ቅድሚ ዓሰርተ ገለ መዓልታት እውን ኣብ ሽረ ኣብ ልዕሊ ብርሃነ ሰብ ዝሰኣነ ሰብ ዝተኻየደ ከምኡ ዓይነት ፍጻመ ነይሩ። ክሳብ ሕጂ እውን ኣብ ቤት ፍርዲ ገለ ከም ዘይቀረበ ከኣ ይፍለጥ ማለት እዩ። እንተኾነ ግን ዝኾነ ሰብ ንሕና እንታይ ኢና ዝኾነ ሰብ ዘለዎ ገበን ብዘየገድስ ሕጋዊ መስርሕ ጥራይ ክካየደሉ ዘለዎ ተዘይኮይኑ ማንም ጀነራል ማንም ሓላፊ ናቱ ሰራዊት ሒዙ ናቱ ኣባላት ናቱ እንዳ ፀጥታ ሒዙ ልክዕ ከምዚ ሓለፍቲ ኤርትራ ኣብ ኤርትራ ዝገብርዎ በዓል ፍሊጶስ ናቶም ቤት ማእሰርቲ ኣለዎም ናቶም እንዳ ፀጥታ ናቶም ወተሃደራት ፀዊዖም ድላዮም ሰብ ዘጭውዩን ብሓደራ ዘፅንሑኻን ኣብ ትግራይ ከምኡ ክተባባዕ የብሉ ወይ ከምኡ ክኣተ የብሉ ድሕር ከምኡ ኮይኑ ግን ሎሚ ኣብ ብርሃነ የጋጥም ወይ ሎሚ ምናልባት ኣብ ሰልጠነ ከም ትሓስብ ፅባሕ ኣብቲ ካልእ ትግራዋይ ክፍፀም ኢኻ ልምምድ ተካይድ ዘለኻ ማለት እዩ ስለዚ ነዚ ከዓ ዓገብ ክበሃል ይግባእ ማለት እዩ ካልእ ኣብዚ ሓውና ስነጥባዊ ሃፀ ዮሃንስ ብዛዕባኡ ዝተዛረባ ፅብቕ ዘረባ እውን ነይራ ስርዓት ክጠሓስ ከሎ ሓደ ሰብ ኢሉ ስርዓት ኣይጣሓስ ስርዓት ክጣሓስ እንተጀሚሩ ኩሉ ሰብ በብተራ ግዳይ ይኸውን ግዳይ ይኸውን ኩሉ ሰብ ማለት ዝኾነ ሰብ ክውፃዕ ከለዎ ኣብ ልዕሊ ዝኾነ ይኹን ሰብ ፍትሒ ክጎድል ከሎ ብዙሕ ግዜ ፍትሒ ምእሕታት ምእንቲ ነብስኻ ኢኻ ፍትሒ ትሓት ምእንቲ ነብስኻ ኣብ ልዕሌኻ ከይበፅሕ ምእንቲ ማለት እዩ ልፋዓተይ ከምኡ ዓይነት ሰብ ነይሩ ዶ ኣይነበረን እኳደኣስ ነጻ ስጉምቲ ኣብ ልዕሊ ሰባት ክውሰድ ዝግስጉስ ዝነበረ ሰብ እዩ። ንሕና ግን መን ኢና እዩ ንሕና ግን መንእሰይ ኮንካ ለውጢ ክመጽእ ኣብ ትግራይ ትደሊ መንእሰይ ኮንካ ግን ከምዚ ዓይነት ጌጋ ዝኾኑ ኣካየዳታት ጌጋ ዝኾኑ መንገድታት ግን ምድጋፍ መትከላውነት ኣይኮነን። ያ ኦፍ ኮርስ እዚኣ ካብተን ቀንዲ ቀንዲ ተሓታትነት ተጥፍእ ወይ ከዓ ፋሉልነት ዘስዕብ ተግባር ስለ ዝኾነ ብኣጉ እዩ ክኹነን ዘለዎ ኣብ መን እዩ ወሪዱ ወይ ኣብ መን እዩ ኣጋጢሙ ዘይኮነሲ ብዓንደ ርእሱ እቲ ተግባር እዩ ክኹነን ዘለዎ ማለት እዩ ያ ካልእ ትማሊ ኣብዚ ናይ ኡጋንዳ ዝረኣኹምዎ ነይሩ ናይ ስደተኛታት
ሓላላት ህዝቢ ኤርትራ ትበሃል ሃገር ኣላትና ንሕና ኤርትራውያን ኢና ውዱቅ እንጌራ ኣልዒልና ንሳለም ሓላላት ህዝቢ ኤርትራ ትባሃል ሃገር ኣላትና ኤርትራ መንዩ ናይ ሻዕብያ ጥራይ እያ ኢሉ መንዩ ናይ ሓላፊ ጥራይ እያ ኢሉ መንዩ ናይ ክርስትያን ጥራይ እያ ኢሉ መንዩ ናይ እስላም ጥራይ እያ ኢሉ ኤርትራ ናይ ኤርትራውያን እያ ኣኸለ።
ያ ሕጂ እቲ ኣቦይን ኣደይን በበይን ጸሎቶም በዓል ኣወል ስዒድ ብዛዕባ ኤርትራ ኤርትራ ንኤርትራ ኢሎም ኤርትራ መን እዩ ናይ ሻዕብያ ጥራይ ኢሉ ኤርትራ ናይ ኩሉ ኤርትራውያ ኢሎም እቲ ዝፍክርዎ ፈኸራ እዚ ክትሰምዕዎ ዝጸናሕኩም እዩ እቲ ናይ ብሓቂ ኩነታትን ሃለዋትን ናይ ኤርትራዊ ከኣ እንድሕር ርኢናዮ ከኣ ከምዚ ትርእይዎ ዘለኹም ማለት እዩ ኣብ ሱዳን ተመሳሳሊ ከምዚ ዓይነት ብዙሕ ግዜ ከምዚ ዓይነት ህይወት ኣሕሊፍና ኣብ ኢትዮጵያ ከምዚ ኣሕሊፍና ኣብ ደኣራ ኣብ ኣዲስ ኣበባ ብዙሕ ሰብ ከምዚ ኣሕሊፉ ሕጂ ከኣ ኣብ ኡጓንዳ ከኣ ተዓጽዩ ስለ ዝነበረ እቲ ናይ ኣሳይለም ሕጂ ግን ስለ ዝተኸፍተ ትርእይዎ ኣለኹም ኣብታ ቀዳመይቲ ዝተኸፍተትላ መዓልቲ ከዓ ብኣማኢት ዝቁፀር ሰብ ከምዚ ኢሉ ካላበት ውዒሉ ስለምንታይ ሃገር ስለ ዘይብሉ ኣብ ካልእ ከይዱ ተሰዲዱ ናይ ስደተኛ ወረቐት ንክረክብ ከምዚ ኢሉ ይዋረድ ኣሎ ሽዑ እቲ ሓለፍቲ ሻዕብያን እቲ ከም በዓል ኣወል ዝፍክርዎ ከዓ ኤርትራ ናይ ኤርትራውያ ኤርትራ ናይ ኤርትራውያን እያ ኢሎም ከዓ እዚ ዘይበሃል ፈኸራ ይገብሩ ማለት እዩ ኤርትራዊ ግን ኣብ ሙሉእ ዓለም ተሰዲዱ ከምዚ ገይሩ እዩ ዝከላበጥ ዘሎ ማለት እዩ ያ እዚ እዩ ሕጂ ኣብዚ ክትውዕል ከለኻ ከምዚ ጌርካ ክትዋረድ ከለኻ እቲ ክትሓስቦ ዝግበአካ እንታይ እዩ ኣነሲ ስለምንታይ እየ ከምዚ ኢለ ዝዋረድ ዘለኹ ኣበይ እየ ዘለኹ ዓዲ ነበረኒ እንዲ ዓውዲ ነበረኒ እንዲ ሃገር ኣይነበረትን እንዲያ ስለምንታይ ኣብ ናይ ካልኦት ሃገር መንበሪ ፍቓድ ደልየ ናይ ስደተኛ ወረቐት ደልየ ስለምንታይ ከምዚ ገይረ ይከላበት ኣለኹ ኣብ ኡጋንዳ ከምቲ ትፈልጦ ብዙሕ ግዜ እቲ ናይ ስደተኛታት ነገር ንዓና ንኤርትራውያን ጥራይ እቲ ዝኸበደ ወይ ከዓ ብገንዘብ ማለት እዩ እቲ ቀሊል እቲ መሰልና ዝነበረ ካልኦት ህዝብታት በዓል ሱዳን በዓል ሳውት ሱዳን በዓል ኮንጎ ብናፃ ዝረኽብዎ ናይ ስደተኛ ወረቐት ኤርትራውያን ግን ክሳብ ሽሕን ገለን ዶላር ከፊልና ንረኽቦ ከም ዝነበርና ይፍለጥ እዩ ሕጂ ኦፍኮርስ ኣብቲ ውሽጢ ኤርትራውያን ማሲ ባዕልና ንባዕልና ኢና ትፀገም ግን ስለምንታይ ኢናኸ ከምዚ ጌርና ንዋረድ ዘለና እሞ ተሰዲድና ኣብተን ብናጻ ናይ ስደተንያ ወረቐት ዝህባና ሃገራት ከማን ኤርትራዊ ብገንዘብ እዩ ዝገዝኦ ሕጂ እዚ ኩሉ ክንዋረድ ከለና እቲ ክንሓቶ ወይ ከዓ ክንሓስቦ ዝግባእ እንታይ እዩ ስለምንታይ ኢና ኣብዚ ወዲቕና እንታይ ኢና ኮይና ኣነ ስለምንታይ ከምዚ ኢለ ዝዋረድ ዘለኹ ኢልና ኢና ክንሓስብ ዝግበአና ማለት እዩ ያ ካልእ ኣብዚ ከኣ ዝስየም ሓውና ኡጓንዳ ዘሎ ትማሊ ብዛዕብኦም ኣመልኪቱ ዝተዛረቦ ነይሩ እንድዩ። እዚ ትሪእዎ ዘለኹም ቪድዮ ናይዛ ሎሚ መዓልቲ ዕለት ዝነበረ ቪድዮ እዩ። ዕለት ዕስራን ሸውዓተን ወርሓ ሓደ ክልተ ሽሕን ዕስራን ሽዱሽተን ቀዳመይቲ መዓልቲ ምዝገባ ንኤርትራውያን ዝተጀመረሉ ኣብ ውሽጢ ኡጓንዳ ንሓደሽቲ ስደተኛታት እዩ። ን ብኸምዚ መንገዲ ድማ መኽፈ ተጌ ተገይሩሉ ማለት እዩ። ብጣዕሚ እዩ ዘሕዝን ግን ካብ ስምዒታት ርሕቕ ኢለ መገዲ ስርሐይ ክሪኦ ከለኹ እዋእ ካብ ስምዒት ዶ ኣይትርሓቕባ? እንታይ ኮንካ ከተላዕል ስምዒት ደኣ ሓውሰሉ እባ ነዚ እንድሕር ስምዒት ተዘይሓዊስካሉ ደኣ ካልእ ደኣ እንታይ ይስምዐካ ደኣ ካብ ስምዒት ርሕቕ ኢለ ብዛዕባ ስርሐይ ክሓስብ ከለኹ ብላ ኣሎ እንድሕር እዚ ደይስምዐካ ኮይነ ነዚ ደኣ ሓውሰሉ እባ ስምዒት እዚ ደኣ ክስምዐካ እኳ እዩ ዘሎ ዮግሁ እኳ እዩ እንታይ እዚ ተዘይተሰሚዕካ ደኣ እንታይ ደኣ ካልእ ዝስምዐካ ደኣ እዚ ወድኻስ ፍልይ ዝበለ እዩ። እዚ ከምዚ ኣጋጢሙ ዘሎ ተግባራት ናብ ምንታይ ክወዘናዮ ይኽእል ብሰፊሕ ቪድዮ ሰሪሐ ኣብ ዩቲብ ክዝርግሓልኩም ምኽንያቱ ነዚ ዝሓለፈ ሓደ ዓመት ምሉእ ኣበየናይ ቤት ጽሕፈት ንኣቱ ከም ዝነበርና እንታይ ንገብር ከም ዝነበርና እንታይ ሽግራት ሓሊፍና እዚ ነገራት እዚ ተበጺሑ ከም ዘሎ ክነገረኩም ስለ ዝደለኹ ማለት እዩ ካልኣይ ነጥቢ እሱ ምስ ሰማዕኩም ነብስኹም ኣብኡ እትዋ እሞ እዚ ቪድዮ ምስ ረኣኹም ሽዑ እንታይ ስምዒታት ይፈጥረልኩም በብውልቅኹም ክርዳኣኩም ይኽእል እዩ ማለት እዩ ስለዚ ብዛዕባ እዚ ብዙሕ ኮመንት ክህብ ኣይደልን እየ ማለት እዩ ምኽንያቱ ብሰፊሕ ክገልጾ ስለ ዝደሊ እንታይ ሽግራት ተሓሊፉ ነይሩ ናብ ምንታይ ከ ተበጺሑ ነይሩ እዚ ከኣ እንታይ ሳዕቤን ከምጽእ ምዃኑ ማለት እዩ እታ ቪድዮ ክሳብ ዝሰርሓ ግን ከሕልፎ ዝደሊ መልእኽቲ እንድሕር ኣሎ ኮይኑ ክፋእና ንደገ ኣይነውጻዮ ዋላ ሓንቲ ትረብሕዎ ነገር የብልኩምን ካብ ቲክቶክ ዋላ ሓንቲ ትረብሕዎ ነገር የብልኩምን ካብ ካልእ ነገር ቪድዮታት ዝተሰርሕኩም ናብ ሶሻል ሜድያታት ምዝርጋሕ ባዕልኹም ክፋእኩም ንደገ ምውጻእ ኣቋርጽዎ
እንታይ ማለት እዩ ክፋእኩም ደዩ ወፂ ደይኮነ ደሎ ካብዚ ንላዕልስ ናበይ ክወፅ ኢኻ ደለኻ ወፂሲ ህዝቢ እኮ ካብ ዓዱ ወፂኡ ተሰዲዱሲ ወፂስ ምሽ ትርኢ ኣለኻ ንስኻ ከማንስ ኣነስ ብሰፊሑስ መደብ ክሰርሐሉ እየ እንዲኻ ትብል ኣለኻ ተሓቢኦም ድዮም ዝገብርዎ ደለዉ እንታይ ኮይና ኸ ክንሓቦ እንታይ ኮይና ክፍኣናሲ ኣውፂና ክንፈትሖ ኢና ንደሊ እምበር ክፍኣን እንታይ ኮይና ንሓቦ እስኻ ኸስ እንታይ ኮንካ ክሕባእ ትደልየ ኣለኻ እስኻ ዲኻ ፈጢርካዮ እዚ ፀገም እዚ ሻዕብያ ብሰንኪ ኣብ ኤርትራ ዝፈጠሮ ምሕደራ ዝሰዓበ ጸገምሲ እንተ ኮይና ኢና ክንሓበኦ ትደለና ናበይ ኢና ክንሓበኦ ወፂ እኳ እዩ ካብዚ ንላዕሊሲ ናበይ እዩ ክወፅእ ንደገ ይተውፅኦ ክንኡ ሰብ ተሰዲዱ ኣብኡ ሪጋ ሒዙ ክከላበት እንዳረኣኸያስ ሽግርና ንደገ ይተውፅኦ መን ከይሰሚዕ ኢኻ ትብል ዘለኻ ማለት እዩ ከምዚ ከኣ እኮ ተራእዩ ከኣ እኮ ኣይፈልጥን እንታይ ማለት እዩ ሽግር እንታይ ማለት ንደገ ነውፅኣሲ ካብዚ ንላዕሊሲ ናበይ ክወፅእ ናበይ ክወፅእ ሽግርና ዶ ዓለም ክፈጥሖ ኣለዎ ዓለም ክፈልጦ ኣለዎ ንሕና ክንፈልጥ ኣለና ክስምዐና ኣለዎ ክንጉህ ኣለና ፍታሕ ከዓ ክርከቦ ኣለዎ እምበር እንታይ ኮይና ኢና ሽግርና ንሓቦ ተሓቢኤም ድዮም ዘለዉ እዞም ሰባት እዚኦም? ክንድኡ ኣማኢት ሰባት ኣብ ናይ ስደተኛታት ከምኡ ኢሎም ክከላበቱ እንዳረኣኻስ ሽግርና ንደገ ከነውፅኦ የብልናን ካብ መን ኢና ክንዓወት ዘለና ካብ መን ካብ መን ኢና ክንዓወት መን ከይሰምዕ ማለት እዩ መን ከይሰምዕ ኣብ በረኻ ድዮም ዘለዉ እዚኦም ሰባት እዚኦም እስኻ ከም ስየምከስ እንታይ ኮንካ ኢኻ ክሕባእ ደሊኸ እስኻ ዲኻ ፈጢርካዮ ትፀገም ጉድ እኮ እዩ ዳሕር ከኣሲ ምሽ መደብ ክሰርሐሉ እየ ትብል ኣለኻ እሞ እንታይ ሓብኤ ከ ዲኻ ክትሰርሐሉ ኣበይ ኣበይ ኮንካ ዲኻ ክትሰርሖ ኣብ ዩቲብ ዶ ይኮንካ ክትሰርሐሉ እሞ እንታይ ዳኢኻ ክሕባኣ ደሊኻ ናይዚ ወዲ ውስልትና ከዓስ ብጣዕሚ እዩ ዝገርም ብዛዕባ ካልእ ዓለም ኮ ድላይ እዩ ክዛረብ ዝውዕል ትማሊ ረየ ነረ ወላ ብዛዕባ ኣብ ካናዳ ከምዝጋጢሙ ከምዝኮይኑ ገለታት ኢሉ ብዛዕባ ካልእ ሃገራት ድላይ እዩ ዝዛረብ ሽዑ ብዛዕባ እቲ ሽግር ናይ ኤርትራውያን ግን ንደገ እዩ ተውፅኦ ክሕባእ እዩ ዝደሊ እንተሃንከ ኢኻ ክሕባእ ደሊኸ እንተሃንከ ኣነ እኳ እዚ ማለት ኣይዶ ኤርትራያስ መን ከይሰሚዕ እዩ ማለት እንተ ኮይኖም እዮም ዝፈርሑ ኣይርድእን ኩሉ ሰብ ግዳይ ከሎ ናይ ትሽግር እሞ ማለት እዞም ኣብ ኡጋንዳ ዘለዉ ኤርትራውያን ስደተኛታት ትፀገም ሶም ኣይኮኑን ፈጢሮም ግዳያት እዮም ግዳያት ከለውስ ነቲ ሽግሮም ግን ክሓውዎ እዮም ዝደልዩ ክሓውዎ ዝደሊ እቲ ዝፈጠሮ ደኣ ክሓውዎ ይድለ እምበር እስኻ ግዳይሲ ግዳይ ናይቲ ፀገምሲ እንተ ኳንኪኻ ሽግርካ ክትሓውዎ ትደሊ ይፈለጥ ይፈለጥ ፍታሕ ከዓ ደልየሉ ከምዚ እናበልካ ክትነብርን ክትሓውዎ ክትነብርን ኣይኮንካ ካልእ ያ ኣብዚ ከኣ ነይራ ሓንቲ ስእሊ ብጣዕሚ ዝተሰመዐትኒ ስእሊ ያ እዛ ትርእይዋ ዘለኹም ከኣ እዚ እንዳ ኣውቶቡስ ናይ ባጽዕ እዩ ኣይደኖ እዚ ስእሊ እዚ መዓስ ከም ዝተሳእለ ኣይፈልጥን ግን እዚ እንዳ ኣውቶቡስ ናይ ማጽዕ ኣብ ማእኸል ከተማ ዘሎ እዩ ከም መናሃርያ ከማንሲ ወይ ከም እንዳ ኣውቶቡስ መጠን ናብ ገለ ጫፍ ዝተወሰነ ወይ ከዓ ካብ ከተማ ዝወፀ ከማን ኣይኮነን ኣብ ማእኸል ኣስመራ ዘሎ እንዳ ኣውቶቡስ ናይ ባጽዕ እዩ ከመይ ድዩ ከምዚ ኢሉ ጥርሑ ተሪፉ እንድዒ እዚ ስእሊ እዚ መዓስ እዩ ተሳኢሉ ኣብኡ ኣተውሳት ነይረን ናበይ እየን ከይደን ከመይ ኢሉ እዩ ማለትሲ እዝስ ከተማ ኢልካ ክትገልጾ ወይ ከዓ እዚ መናሃርያ ናይ ባፅዕ ኢልካ ክትገልጾሲ ኣይትኣምንን ኢኻ ከምኡ ኢልካ ክትሓስብስ ኣይትኽእልን ኢኻ ልክዕ ከምዚ ኩናት ዝተኻየደላ ከተማ ወይ ከኣ ኣብ ሰፈርትስ ገለ ዘጋጠመ ኣብ ኣብቲ ውሽጢ ከተማ ከማን ኩናት ዘሎ እዩ ዝመስል በዚ ክትርኢ ከለኻ ማለት እዩ ምክንያቱ ምንቅስቃስ ናይ ሰብ የብሉን ምንቅስቃስ ናይ መካይን የብሉን እሞ ከዓ ቀትሪ ምድሪ እዩ ከም ዝረእ ዘሎ ፀሓይ ኣሎ ስለዚ እንድዒ ናበይ ይኸይዱ ከመይ ድዩ ተሃለዋት ከምዚ ኢሉ ተሪፉ ዘሎ ኣይተረድአንን ቅድሚ ሕጂ እውን ርኢኹሞ ነርኩም እቲ ናይ እንዳ ኣውቶቡስ እቲ ናይ ዕዳጋ ሓሙስ እውን ምናልባት ኣብ ኮሮና ክኸውን ይኽእል ግን እተን ኣውቶቡሳት እቲ ቦታ እቲ ገለ በቃ ባዲሙ ሰብ ዘለዎ ይመስልን ከምዚ ህዝቢ ገዲፍዎ ዝሃደመ እሞ ነዊሕ ግዜ ዝገበረ ዝመስል ሃለዋት ቅድሚ ሕጂ ውን ናይ ዕዳጋ ሓሙስ እንዳ ኣውቶቡስ ውን ተራእዩ ኔሩ ማለት እዩ እዚኣ ሓንቲ ካብተን ብጣዕሚ ዘሕዝና ስእሊ ኣብዚ ገለ መዓልታት ኣብዚ ማሕበራዊ ሜድያ ዝተዘርግሐ እያ ማለት እያ ብዝኾነ ሎምዓን ዝነበረና መደብ እዚ እዩ ፅባሕ ብኻልእ ኣርእስቲ ክሳብ ንራኸብ ሰሰናዩ ብሩኽ ምሸት